ቲቲ ዓብዪ ጥፍኣት እዩ ዘለኪ ብርግፅ ንሱ ክትረኽብዮ ደስተኛ ኣይኾንኩን ክትረኽብዮሲ ኣይደልን እየ ካብ ድሕሪ ደጊም ኩሉ ነገር ምስኦ ወዲእኺ እንዳሃለኺ ኣብ ዝፀዋዕኪ ቁፅሪ ክትረኽብዮ ኣይደልን እየ እንተይልኪ ብርግፅ ክብለኪ ናቱ እንትን እዩ ናቱ መሰል'ዩ ማለት እዩ። ኣብዚ እቲ ጌጋ ናትኪ'ዩ ማለት እዩ፣ ናቱ ኣይኮነን። እቲ ካልኣይ ዕድልኪ ኢኺ ትኸስሪ ዘለኺ በዚ ትኸድዮ ዘለኺ ኣካይዳ ትኽክለኛ ኣይመስለንን ማለት እዩ። ሰላም ሰላም ክቡራት ተኸታተልቲ ናይ ሸዊት ዩቱብ ዝኾንኩም ከመይ ኣለኹም ሰላም ዲኹም? ኣነ ሰላም እየ እግዚኣብሄር ይመስገን ንስኻትኩምለ? ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዓንቲ ድማ ብሓድሽ ቪድዮ መፅኤኩም ኣለኹ ነዛ ቪድዮ ክትጅምሩ ከለኹም ላይክ ምግባር ጀምሩ ኢኹም ሓድሽቲ ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ክብለኩም ደሊ ማለት እዩ ቤተሰብ ዝኾንኩም ላይክ ሸር ግበሩ ኢኹም ላይክ ሸር እንዳገበርኩም ስለተበረታትዕኒ ብጣዕሚ ብጣዕሚ እየ ዘመስግን ብጣዕሚ እየ ዘመስግን ብእውነት ማለት እዩ ቃላት የብለይን ሕጂ እውን ምብርትታዕኹም ከም ዘይፍለይን ተስፋ ይገብር ማለት እዩ እንዳበረታታዕኹም ኣብ ዝለዓለ ደረጃ ከም ተብፅሑኒ ተስፋ ኣለኒ ማለት እዩ ለማዓንቲ ዝመፀ ከሎ ከምቲ ኩሉ ግዜ ከም ልሙድና ማለት እዩ ብዛዕባ ቲትና ኣባዲኤ መፅኦ ዘለኹ ማለት እዩ ክስካብ መጨረሻ ምሳይ ሓቢርኩም ክትፀንሑ ትሕትና ኣለዎኩም መጀመርያ እዛ ቪድዮ እስካብ መጨረሻ ስምዕዋ ማለት እዩ። እስካብ መጨረሻ ሰሚዕኹም እንታይ ክብል ስለ ዝደለኹ እየ መጨረሻ ተኸታተልንኹም ማለት እዩ። ኣብዚ ሓደ ነገር ክብል ትማሊ ብዝሰርሕዎ ማለት እዩ። ቲቲ በቐደመይ ካብ ድሕሪ ደጊም ኣነ ክረኽበካ ይደልን እየ በቃ ኺደሊ ንዓድኻ መሳፈሪ ተደሊኻ እውን መሳፈሪ ክህበካ እየ በቃ ማለት ስለ ቅርሺ ክሕግዘካ እየ ግን ኣነ ሕጂ ኣነ ናይ ባዕለይ ሂወት ክመርሕ እንዳተዘጋጀኹ እየ ኢላ ምስ ፍቅረኛ እውን ኣፋሊጣቶ ነይራ እያ ማለት እዩ። ኣባዲ ይቀበሎ ይቀበሎ ብርግፅ ኣፋሊጣቶ እያ ንሱ ግን ክኣምን ፈቃደኛ ኣይኮነን ማለት እዩ። ኣይትውዕሊ እየን ኢኺ እንዳበለ ይነግራ ነይሩ ማለት እዩ። ብርግጽ ዝወዓለቶ ኣይመሰሎን፣ ግን ንሳ ናይ ባዕሊ ህይወት ጀሚረ እየ ካብ ትብል ብዙሕ ጸኒሓ ኣላና። ካብ እለት ማሊ ባእለት ማሊ እባይ ኣነ ካብ ድሕር ደጊም ንኣኺ ምንም ዝልምኖ ዝልምኖ ነገር የብለይን ክልምነኪ ኣይደልን እየ። ንዕ ተዓረቕኒ ንዕ ብሓንሳብ ንኹን እንዳበልኩ ክልምነኪ ኣይደልን እየ ክብረይ ወሪደ ትሕት ኢለ እየ ንኣኺ ዝልምነኪ ኣለኹ ንስኺ ግን እዚ ነገር እዚ ምንም ክርዳኪ ኣይከኣለና ኣነ ካብ ድሕደጊ ምንም ኣይልምነክን እየ ፋሕ ዝበለ ፋሕ ይበል ኢሉ ነይሩ ማለት እዩ ግን ቃሉ ኣየኸበረን ሕዚ እውን ማለት እዩ ኩሉ ግዜ ኩሉ ግዜ ኣባዲ ይናገር ብቻ ግን ግብሪ ግን የለን እንታይ እናበለ ነይሩ ሕዚ ከ እንታይ ይገብር ኣሎ እንዳፀወዐ ንሕ በጅኺ ንተዓረቕ ኣነ ብጣዕሚ እየ ዝፈትወኪ ብዘይ ብኣኺ ክነብር ኣይደልን እዚ እኮ እቲ ቀዲምካ ክትሓስቦ ዝግበአካ ነበረ ነገር እዩ ማለት እዩ ህዚ ምስ ኮነ ወይ ከዓ ምስ ፈሰሰ ኣይሕፈስ መጀመርያ ክትሓስቦ ዝነበረካ ሓሳብ እዩ እዚ ሐዚ ተልዕሎ ዘለኻ ማለት እዩ። ሓደ ኣቋም ይሃልኻ ንምንታይ ትማሊ ብቅርስ ማል ዝተናገርከዮ እና ሐዚ ትናገር ዘለኻ መዓረ ኣይኮነይ ማለት እዩ። በቃ ኣነ ክገድፋ እየ እንድሕር ፍቓደኛ ተዝኾይነ ክገድፋ እየ ዶ ትብል ኔርካ? እንታይ ኾይንኻ እማ ትረብሽ ኣለኻ? ናይ ባዕልኻ ሂወት በጽቢጽካሲ ንሳ እውን ብሰላም ንኸይትነብር፣ ደስተኛ ኾይና ንኸይትነብር ኢኻ ትገብራ ኣለኻ ማለት እዩ። ኣብዚ ክኣምን ስለ ዘይከኣለ ንሓዋ እያ ሒዛ መፅያ ማለት ክናገረላ ግን ክናገር ኣይከኣለን። ሓዋ ብጣዕሚ ሓፊሩ ይመስለኒ ማለት እዩ ፀጥ ኢሉ መኺርኪ ዶ ከምፅእኽዮ ኢልዋ ማለት እዩ። ምንም ዝመኸርክዎ ነገር የለይ እቲ ሓቂ እቲ ዝፈልጦ እየ ክነግረካ። የላተ ማለት እዩ ብራዘራ እውን ቲት ሕጺቲ ምዃና እና ናይ ባዕላ ሕይወት ክትመራሕ ከም ዘለዋ ንሱውን ናይ ባዕል ሕይወት ክመራሕ ከም ዘለዉ እዩ ተናጊርዎ ኣባዲ ግን ብምሕጫጭ ተቐቢልዎም ከምቲ ትሰምዑ ነበርኩም ሕጽብቲ እያ ሕጽብቲ ዂሉ ጊዜ ሕጽብቲ ሪኢኹም ካብ ቁም ነገር ናብ ቀልዲ። ኩሉ ግዘ ናትካ ሂወት ቁም ነገር ዘይብሉ ቀልዲ ብቻ ቀልዲ ብቻ እዩ ማለት እዩ። እናቀለድካ ምናምን ኢካ ክተትርፋ ደሊካ ኣይመስለንን ንቲቲ እውን ኣነ ከምዚ ዝረኦ ዘለኩ ማለት እዩ። ግድን ናትካ ሂወት ተተባላሽዩስ ናተይ ሂወት እውን ክባላሾ ኣሎ ማለት ድዩ? እና ኣነ ሓደ ነገር ክብለኪ ዝደሊ ማለት እዩ ኣብ ኮሞንት ብዙሕ ግዘ ኣሕዚኑና በጃኺ ተዓረቕዮ በጃኺ ሰላም ፍጠሪ እንዳበሉ ብዙሓት ኮሞንት ይፅሕፍልኪ ኣለው እዮም። ንስኺ ከዓ ናይ ባዕልኺ ሓሳብ ናይ ባዕልኺ ውሳነ ደኣ እምበር ኮሞንት ከምኡ ስለዝበሉኺ ክትዕረቕዮ የብልኽን ንዓኺ ኣብ ሂወትኪ ደስታ ይህበኪ ተኾይኑ ሰላም ይፈጥረልኪ ተኾይኑ ብቻ ኢኺ ክትዕረቕዮ ወይ ከዓኒ ምስኡ ክትነብሪ ትኽእሊ ኣባዲ እንድሕር ደስተኛ ክትኮኒ ለይኽእል ተኾይኑ ማለት ንኣኺ ደስተኛ ከም ትኾን ክገብር ለይኽእል ተኾይኑ ኣብ ሂወትኪ ዕግርግር ባዕልኺ ለይምእታው ማለት ንተመልከትቲ ኢልኪ ተመልከትቲ ያው ናትኩም ተመልከትቲ እዮም እምበር መናብርትኹም ኣይኮኑን እዚ ክትፈልጥ ኣለኪ ማለት እዩ እና እዙ ትደጋጊም ክትረኽብዮ ኣለኹ እውን ንኡ ተሰኪፍ ክትኮን ትኸእልኺኒ ፋሚሊን ቤሰብልኪ ስለለሰከፍ ክትኮኒ ትኸእሊ ኺኢለ ሓስብ ማለት እዩ ቀጻሊ ቐጻሊ ንዕዘለኪ ትረኽብዮ ዘለኹ ማለት እዩ ህዝቢ እዚ ቤተሰብ ማለት እዩ ቲቲ ቀፃሊ ምስ ኣባዲ ምስ ተራኸበት እዚ ናይ ሕዚ ሕፁያ ደስተኛ ኣይኮነይ ከይትረኽብዮ ምሽ ኢለኪ ኢሉ ኣጠንቂቕዋ ማለት እዩ ኣነ ክትረኽብዮ ኣይደልን እየ ምስ በላ ቲቲ ብጣዕሚ እያ ተናዲዳ ቲቲ ዘናድድ ነገር ኣይነበራን ምክንያቱ ክናገር መሰሉ እዩ ሕፅይቱ ንክሕልው መሰሉ እዩ እቲ ጌጋ ደኣ ናይ ባዕልኺ'ዩ ቀጻሊ ምስ ኣባዲ ዘራኽብ የብልክን ምሽ እሱ ገዲፊኪ ካብ ሂወትኪ ምሽ ወጽዩ ሕጂ ምስ ኣባዲ ዘራኽብ እንታይ እንታይ ኣለኪ እንታይ ስለ ዝተረፈ እዩ ግድን ንሱ ንዕ ስለ ዝበለኪ ክትከድዮ ኣለኪ ማለት እዩ ኣነ ሂወትኪ እንተዘይ ተበላሽዊ ኣብዚ ሕዚ ጀሚርኪዮ ዘለኺ ከተባላሽዊ የብልክን ኣጥቢቅኪ ክትሕዝለኪ እየ ክብለኪ ዝደሊ ማለት እዩ ምክንያቱ ኣባዲ ኣየዋፀክን ፅባሕ ንግሆ ገዲፊኪ ከምቲ ገዲፊኪ ከይድ ዝነበረ ገዲፊኪ ከም ዝከድ ክትሓስብለኪ ክትኣምንለኪ ማለት እዩ ምክንያቱ ኣቋም ዝበሃል የለን ሎም ካሊእ ይናገር ፅባሕ ካሊእ ይናገር እና ናይዚ ሕፁይኪ ስለ ልኮረየ ኣነ ይሕዘለኒ እየ ግድን እዩ ክወርድ ድማ ሓንቲ ሕፅይቲ ሲ ደጋጊማ ቀፃሊ ምዃዕኒ ኣይረኽቦን እየ እንዳበለት ቀፃሊ ከይዳ ናይ ቀደም ኣፍቃሪኣ ነበረት ክትረኽቦ ሲ ደስ ኣይብልን ንእውን እንተተሓስብሉ ማለት ንሱ ደስተኛ ዘይኮን ይኽእል ኢልክሲ ክትሓስቢ ይግበኣክ ነይሩ ማለት እዩ ግድን እዩ ክትሓስቢ ዘለኪ ድማ ምኽንያቱ ሐዚ እስኺ ምስ መፃምድትኺ ስለ ዘለኪ ናይ በይንኺ ዘይኮንኪ ናይ መፃምድትኽና ናትኪ ናይ ምሕላው ስምዒት ናይ ምሕላው መሰል ኣለኪ ንስኺ ኢኺ ክትሕልውዮ ትኽእሊ ማለት እዩ። ኣብ ጎንኺ ዘሎ ደስተኛ ንኸውን ሕጉስ ንኸውን ክትገብሪ ትኸእሊ ኢኺ ማለት እዩ። እና ቀጻሊ ንኣባዲ ከም ዘይትረኽብዮ ተስፋ ይገብር ማለት እዩ። ብዙሕ ኣነ ክናገር ነይረ እየ ማለት እዩ። ግን ንዓነይሲ ብዙሕ ምንጋር ትርጉም የብሉይ። እታ ተድልየኒ መልእኽቲ ኣመሓላሊፈ ኣለኹ ኣነ ማለት እዩ። ቤተሰብ እና ተዓረቒ ተዓረቒ ትብልዋ ምዕራቕ እኮ ጽቡቕ እዩ ሰላም